ኣብ ናይ ሎሚ መደብና ኣብ ትሕቲ ምምሕዳር ክፍለ ከተማ ቂርቆስ ኣብ ዝርከባ ትካላት ወሃብቲ ግልጋሎት እቲ ኣወሃህባ ግልጋሎት ብዝምልከት ኮሙኒኬሽን ክፍለ ከተማ ቂርቆስ ምስ ዓማውል ዝገበሮ ፃንሒት ሒዝና ቀሪብና ኣለና። ክሳብ መወዳእታ መደብና ምሳና ክትፀንሑ ድማ ብክብሪ ንዕድም። ኣብ ትሕቲ ምምሕዳር ክፍለ ከተማ ቂርቆስ ዝርከባ ትካላት ወሃብቲ ግልጋሎት ኣብ መዓልቲ ግልጋሎት ዝህብኦ ግልጋሎት ንምድህሳስ ኮሙኒኬሽን እታ ክፍለ ከተማ ኣብ ዝገበሮ ዑደት ብሓፈሻ እቲ ኣወሃባ ግልጋሎት ኣብ ፅቡቕ ኩነታት ከምዝርከብን ዘበናዊ ኣሰራርሓ ዝተኸተለ ምዃኑን ርኢና ኣለና። ኣብዚ ዳህሳስ ኮሙኒኬሽን እታ ክፍለ ከተማ እተን ትካላት ወሃብቲ ግልጋሎት ንዓማውል ዝምችውን ቕልጡፉን ኣሰራርሓ ንምዝርጋሕ ኣብዚ ዳህሳስ ኮሙኒኬሽን እታ ክፍለ ከተማ እተን ትካላት ንዓማውል ዝምችውን ቕልጡፉን ኣሰራርሓ ንምዝርጋሕ ዝገብረኦ ዘለዋ ፃዕሪ ዝተባብዓ ምዃኑን እቲ ሕብረተሰብ እውን ኣብቲ ግልጋሎት ዘለዎ ዕግበት ክብ ምባሉ ምርኣይ ክኢልና ኣለና። ብወገን ኣመራርሓን መገልገልቲ ሰራሕተኛታትን ዝርኣይ ናይ ስነ ምግባርን መንፈስ መገልገላይነት ምሕንጋጥን ነቲ ዓሚል ዘሐጉስ ነቲ ኣዋሃቢ ኣገልጋሎት ዘቕልልን ምቹውን ከም ዝገብሮ ኣብተን ትካላት ተረኺብና ኣብ እዋን ዝገበርናዮ ዑደት ኣስተውዒልና ኣለና። እተን ትካላት ዘለወን ዘበናዊ ተክኖሎጂ ከምኡ እውን ንግልጋሎት ምቹው ዝኾነ ናይ ስራሕ ቦታ እቲ ካልእ ዕግበት ዓሚል ክብ ዘብል እታወ ከምዝኾነ እውን ብግልፂ ዝረኣይ ሓቂ እዩ። እቲ ክፍለ ከተማ እቲ ኣወሃህባ ግልጋሎት ቕልጡፉን ዕግበት ዓማውል ክብ ዘብል ንምግባርን ዝተፈላለዩ ስራሕቲ ክሰርሕ ፀኒሑ እዩ። በዚ እውን ትካላት ምስቲ እዋን ብምዝማን ኣሰራርሓ ብቴክኖሎጂን ንምድጋፍን ዝተሰርሑ ስራሕቲ ብውፅኢታዊ ምዃኖምን እቶም ዓማውል ይገልፁ። ናይ መካረይን ተኻራይን ክወዓኣለይ እየ መፅየ ብሓቂ ቃሕ ይብል ክፍለ ከተማ ቂርቆስ ንፈልጦ ኢና ይፈልጠና እውን እዩ ኣዝዩ ዘሐጉስ ነገር እዩ እቲ ሕብረተሰብ ብሓቂ ብግቡእ እናተኣንገደ እዩ ኣነ ካብ ዘወግሐ እየ መፅየ ብሓቂ ድሕሪ ምምፀየይ ዝረኣኹዎ ነገር እንተልዩ፣ እቲ ህዝቢ ብታሕጓስ ባዕሉ ንባዕሉ ርጋኡ እናመዝገበ ብጽቡቕ ኩነታት እዩ እናተኣንገደ ዘሎ እሞ ኣዝዩ ቓሕ ዝብል ነገር እዩ። ኹነታት ኣሰራርሓኡ እቶም ሰራሕተኛታት ቓሕ ብዝብልን ቕልጣፈ ብዘለዎን እዮም ዝእንግዱ። ሰብ እንትመጽእ ብዝግባእ ስለ ዝእንግዱ ኣነ ብወገነይ ኣዝየ እየ ተሓጉሰ እሞ ብወገነይ መካረይየን ተኻራይየን ብኽልትኡ ወገን የመስግን። ክፍለ ከተማ ቂርቆስ ብሓቂ ኣነ ብዝተኽኣለ ዓቕሚ ኣዐርየ ይፈልጦ እየ ካብ ክፍለ ከተማ ቂርቆስ ጀሚሩ ክሳብ ወረዳ ዘለዉ ብሓቂ ናይ ባዕልትና ደቅና እዮም ኣብ ምንቅስቓስ ልምዓት ብሓቂ ኣዝዩ ቓሕ ዝብል እዩ እሞ ምስጉናት እዮም ካብ ክፍለ ከተማ ክሳብ ወረዳ ዘለዉ ኩሎም ብሓቂ ብመንግስቲ ኣካል እውን ክምስገኑ ይግብኦም ኢለ እየ ዝብል ብዓቕመይ። ሽመይ ኣረጋዊ ይበሃል ካብ ወረዳ ኣርባዕተ እየ ዝመጻእኹሉ ግልጋሎት ውዕሊ መካረይን ተኻረይን ንምውዕዓል እየ። ቕልጣፈ እቲ ግልጋሎት ጽቡቕ እዩ። ክሳብ ሕዚ ዝረኣኹዎ ጽቡቕ እዩ። ኣሰራርሓኡ ጽቡቕ እዩ፣ ጽቡቕ እናተኻየደ እዩ ዘሎ። እንትንገሮም ጽቡቕን ብስርዓትን እዮም ዝእንግዱ ዘለዉ። ዝረኣኹዎ ጽቡቕ ነገር እዩ፣ ቕሬታ የብለይን። ተዘይተረድኡካ ትሓትት የረድኡኻ ኣብዙይ ዘሎ ነገር ፅቡቅ እዩ። ኣይተ ዳግማዊ ተስፋየ እብሃል። ውዕሊ መካረይን ተኻራይን ንምፍፃም እቲ ኣወሃህባ ግልጋሎት ኣዝዩ ብዝሓሸ መንገድን ፅቡቕ ኹነታትን እዩ እናተኻየደ ዘሎ። እቲ ካልኣይ ቑፅሪ ሰራሕተኛታትን ኮምፒተርን ወሲኾም እዮም ነቲ ስራሕ እናሰርሑ ዘለዉ። ኣብቲ ዓሚል ገለ ዓይነት ምጉልህላህ የለን። ኣዐርዩ ብዝተወደበን ነቲ ስራሕ ድማ ግቡእ ዝኾነ ሰራሕተኛ መዲቡ ብቴክኖሎጂ ብዝተደገፈ ኩነታት እናተሰርሐ ከምዘሎ እዩ ዝረኣኹ። ብመንፅር ኣወሃህባ ግልጋሎት ስነ ምግባር ሰራሕተኛታት ኣዝዩ ፅቡቕ እዩ። ርጋ ክሕሎ ይገብሩን ዓበይቲ ኣዴታትን ሽማግለታትን የቐድሙን። ብፅቡቕ ኩነታት እናተኣንገደ ዘሎ እዩ ዝመስለኒ። ምኽንያቱ ድማ ኣብ ካልእ ቦታ ርእየ እየ። ከምዚ ዓይነት ኣወሃህባ ግልጋሎት ግና ኣይረኣኹን። መረዳእታ ብመንፅር ምርካብ ዝኾነ ይኹን ኣብቲ ዴስክ ዘሎ ኩሉ መረዳእታ ናይ ምሃብ ኩነታቱ ፅቡቕ እዩ። እተን ትካላት ንኣወሃህባ ግልጋሎት ምቹዋት ኮይነን ምስራሐን ጽቡቕ እኳ እንተኾነ ብፍላይ ኣብ ምምሕዳር ኣባይቲ ዝረኣይ ምስ ውዕሊ መካረይን ተኻራይን ዝፍጠር ምጭንናቕ ፍታሕ ዘድልዮ ጉዳይ እዩ። እቲ ትካል ነዚ ምጭንናቕ ፍታሕ ንምሃብ ቁጽሪ ክእላታት ምውሳኽ ተወሳኺ ቦታ ብምድላው መፍትሒ ዝሃበሉ ኣገባብ ዝተባዕ እዩ። ኣሰራርሓኡ ኣዝዩ ቃሕ ዝብል እዩ ነገር ግን ኣብ ወረዳ ዝተዝኸውን ነይሩ ድኹማት ዓቕሚ ሽማግለታት ኣለው እሞ ሓቀይ እየ ምዕራይ ተዝከኣል እቲ ክፍለ ከተማ ባዕሉ እዙይ ምስ ዝምልከቶ ኣካል ተዘራሪቡ ሽማግለታት ኣለና ኣብ ደብሪ ምውፃእ ኣይንኽእልን ሊፍቲ ኣሎ ምስ ዕድመና ድማ እቲ ልፍቲ ኣብ መንገዲ ደው እንተይሉ ሽማግለ ስለዝኾንኩ ንግዚኡ ይጨንቐኒ እዩ ስለዙይ ኣብ ወረዳ ተትኸውን ብሓቂ ንመንግስቲ እውን ነቲ ህዝቢ እውን ፅቡቕ እዩ። ክፍሊ ዜና ቤት ፅሕፈት ኮሙኒኬሽን እታ ክፍለ ከተማ መዓልቲ ዓማዊል ኣመልክቱ ኣብ ኹነታት ኣወሃህባ ግልጋሎት ምስ ዓሚል ዝገብሮ ፃንሒትን ሓፈሻዊ ዑደትን ተደሚሩ እንትረኣ እቲ ኣወሃህባ ግልጋሎት እናተመሓየሸ ምምፅኡ የርኢ። ንዓመታት ምስቲ ኣወሃህባ ግልጋሎት ተጣቢቖም ዝጸንሑ ምምልላስን ገልታዕታዕን ዓማውል ምንካዩን ዕግበት ዓማውል ክብ እናበለ ምምጻኡን ዘርኢ እዩ። ኹብራት ተመልከትትና ናይ ሎም ምድላውና እዙይ ይመስል ነይሩ። ኣብ ቐጸላይ ብኻልእ ምድላው ክሳብ ንራኸብ ድሓን ቐንዩ።